ክብክብ እስከ ድበል ቀረብ ቀረብ በል ሆፋ እስኪ ኦፍ ዮቲ ተመሊኣ ዘይትመልእ ዓለም ዛት ሸዓተ ወኻዕካዕካዕ እንዲስማ ንራኸብ ንዛተ ዝጸናሕኮ ጸኒሐ ከእምርሕ ንገዛይ

ፍሉጥ ስምረት ሓፍተይ እዚ ዝኩሕኩሕ ዘሎ ሓደ ጽሉል እዩ እውይ ጠፋእና በስመ ኣብ መንፈስ ቅዱስ ይጠፍእ። ኣነ ስምረት ኣነ
ኤህ ወይ ምሽክናይ ሓወይ ኣቲ ስምረት ሓፍተይ ሓቁ እንዲ ደኣ ነዚ ማዕጾ ከናወጾ ክሰምዖ ዘይክእል ኤህ ስምዕት እንጠብኪ ስምዕት እንጠብኪ ከኣብለካ ኣነ ክፍእቲ መቃብር ሰሚዕኻ እንታይ ክገብር ዳ ክንዲ ዝኸውን እዝኒ ተሰኪመዮ ኳኹ እምበር እንተኾን ገና ብምልክት ክዛረበና ጸኒሕካ ኣይትሰምዓን ኢኽን ኢለ ሓሲቦ ጓለይ ንስኻትክን ከ ኢደይ ስጋብ ዝምናዕ ማዕጾ ሃዲመየሲ ቁሩብ ኣይትሰምዓን እሞ ፈሊጥክን ኢኽን ኣጭቂጥክን ማለት እዩ ኣእ ሕረይ በል ደሓነይ ኣጭቂጥክን ኣይትበል ኣጽቂጥክን እዩ ዝበሃል ደንጎላ ኣይጽቀጥኪ ከዓ ኣለካ ኣቲ ቆልዓ ኣይተበራህኽና ኣለኺ እንታዊት እያ ኸ ሓወ ይንዓባ ስኻውኪ ካብ ገዛና መጺኻና ዘለኻ እንታይ ዝኾንኪ ኸ እምበር ስኻ ወልደዝ ግባህል ቡሽምባይ ወዲ ላዕላይ ዓዲ ኪን ሕተትለይ ንዓይ ዘይፈልጥ የለ ኣሃ
እሞ ህቡብ ኢኻ ማለት እዩ ህቡብላ መፂ ምንጥል የብልኪ ኣቲ ቆልዓ ኣይተበራህኽንን ኣለኹ ኣይትዛረብ ሕረይ ድሓን እሞ እንታይ ክትገብር ኢኻ መፂኻ ክትቆነ እንዲኻ መፂኻ ወላ ክትምሸጥ ትሩፍ ድሕሪ ደጌ ኣቲ ቆልዓ ሕጂ ውን ዓገብ ግበር እብለኪ ኣለኹ ብትኽ ብትኽ ከብለኪ እየ ወልደዝጊ ጣጣ ብለይኒ ጠጣ መሓረይ እንታይ መጺኻ ዶ ንገረና ኣቲ ኣቲ ክንደይ ተሓስማዕ ክናቲ ኣቲ ቁሩብ የዕርፍ ማይ ስተ ኣጥልል እኳ ይትብላኒ ናቲ ኩልኽን ደቂ ከተማ ከምዚኣ ዲኽን
ሓወይ እዚ ቦታ ስራሕ እንድዩ መምፂኻ ክንሰምዓካ ንኽእል ኢና ጸራይ በለ ሓንሳብ እሞ ነብሲ የረጋግእ ከብላ ጽንሕና ከነዕሊ ሕጂ ጽቡቕ ዘረባ ተዛሪብካ እሞ ንዕላል ክጥዕመና ንዜና ዶ ከይደ ከጽዋዓ

ንዓ ገብረልካ ባዕሉ እሱ የለን ኩላትና ሓደ ኢና ገለ በለ ኢለ ኣይደሊ ኢለ ሓንገደ ኢሉ ከይዱ ኣታ ከመይ ድበሉኻ ሰብ ይኸስኻ ሕጂ ኸዓ ሕሉፍ ሓሊፍካስ ዓሚል ክሰርቀኒ ዜና ሓሊፉሉ ገዝኡ ከይዱ ናብ ስርሑ ገለ ትኽ ኢሉ ክኸይድ ገለ መለ ዓይንኻ ይክእለልካ ንምሽ ሓንፀገም የለን ክትፈለጥ ከዓ ዝኾነ ዝኾነ ዓሚል ምፃእ ድሕሪ ሕጂ ቅምቁመ እየ

ውፃእ ወይ ፖሊስ ክፅውዕ እየ ፖሊስ ክፅውዕ እየ እንታይ ምስ ሰረቕኩ ኣብ ገዛና ብዘይ ፍቓድና ስለ ዝኣተኻን ምስራሕ ትኸልኣና ስለ ዘለኻን እወ ሓቂ ኣላ ኣይ መምፅእኻ ነጊርካና ኣይ የዕሊልካና ደኣ እሞ ኣብዚ ተዓኒድ
ማንጎ ናበይ ከይዳ ኣብዚ ክፀንሓካ እያ ደይብለትን
ማንጎ ደሊኻ ኢኻ ክንዚ ክዘዕገርግረና ፀኒሕካ እንታይ ደኣ ዋ ኣቲ ተሓሰብኪ ኢኻ ራእዮም ዶል ሓደ ልክዕ መስሉ ሓደጋ ይውደኪ ኣቲ ሓደ ምዃንና ትፈልጥ እንተ ነርክ ደኣ ንምንታይ ዘዘዘዘው ትብል ኣላ ከምዚ ብሻዕል ግደይ መድሃኽ እያ
ጂሰስ ክራይስት ብጋሊ ኣብኒ መርሓባ ጠጭን መርሓባ ኣቦይ መንጎ ኣተኸም

ክወፅእ ዲኻ ኣይትወፅእ
ስምረተይ ኣነ ይጨነቕ ኣለኹ ከምዚ ኢልና መቸም ኣይንውዕልን ንኸውን
ሕጂስ ኣነ እውን መረኒ ኣሎ ከምዚኣ እንተቐጺሎም ከይትሕዝኒ ንሓዲኦም ብትኽ ከብሎም እየ። ዋእ ኣጆኺ ይሕዘክን እየ። ግን ክሓተክንዶ ከምዚ ኢሎም ኣብ ስምዒት ኣትዮም ዘለዉስ ዓርካ ድዩ?
ዓርካ ድዩ? ወዲ ሓወቦይ ኢላትለኪ ጸንሐት። ጸማ ከምኡ ኢላትኒ ጸኒሓ? ወዲ ሓወቦኣ ጥራይ ዘይኮነሲ ኣብ ዓዲ ዝበዝሐ ከብቲ ዘለዎ ሰብ እዩ። ማንጎ ንዓዲ ክትከይድ ከላ መዓት መዓት ፀባ ይደስትያ ብፍላይ ኣብኡ ክትቅኒ ከላ እሞ ሓንቲ ሓራስ ላም ገለስ ግድን እያ ናብ ማንጎ ትውዛዕ
ማንጎ ሓፍተይ ድሕሪ ነዊሕ ተራኺብና ከምዚ ክንከውን ፅቡቕ ኣይኮነን ግደፍዮ ግደፍዮ ሓፍተይ ሕርር ኢለ እየ ዘለኹ ማይ ምራቕ ኢዝ ደድ ፀባባ ብሪ ኮይና ብሓደ ንሰቲ ነይርና

ዳሓን ሕጂ ግደፍዮ እሞ ግደፍዮ እሞ ዛሓፍተይ ከምቲ ደስ ዝብለልክ ምፅኢልክ ክለኹ እወ ከምኡ ግበር ወልዳት ጊፍ ትምፂኻ ኣላ እንተሃሊኻ ሃባ ምክንያቱ ቅድሚ ሸሞንተ ዓመት ዝሞተት ምራኽ ከምዚ ኢልኩም ክትበኺላ ፅቡቅ ኣይኮነን ሓዘንተኛ ይትቆስቁስ በጃኹም
ጊፍ ትምፂኻ ኣላ እንተኾንካ ደኣ ናዕና ከዓ ኣምፂኻልና ኣለኻ ማለት እዩ እስታ ግዲ
ፈትየኪ ዶ ኣለኹ ድዩ መሲልኪ ንመንጎ ቅጭኔ ከምቲ ደስ ዝብላ ኣምፅኤላ ዶ ኣለኹ
እውይ ኣትረኣይለይ በጃኺ ንጎጎ እዩ ጊፍቲ ዶ ገለመለ ክብሎ ፀኒሑ ጎ በሊ ልኹሳስ እንታይ ሓቢጥኪ ሄሞን ጓሓፍተይ ተሓጒስኩ ዶ ተሓጒሰ ተሓጒሰ ወዳተይ ማዕረይ እዋይ ኣሽማይ ዶ ክበልዖ ካብ ዘይሪኦ እኳ ክንደይ ደ ገይረ ዶ ኣለኹ ፅንሒ
እዚ ቆቀሊሉ ወረ ኣሎ ፅንሒ እሞ እውይ

ወይ ኣነ ትሕን እየ እግዲ ኣይወድዳም እንዲ ሓዲገዮ መፅ ኣታ ኣነሲ ከመይ ዝበለ ለጎ ዝበለ ፀባይ በይ ንጣዕሚ ብዮ

ዘዝመጸስ መጻወቲ ጌርና ኸይ መእከብ ጹላት ክኾይን ተሪፉ ዝገዛ ለካ እንዶ ጹሉል እዩ ምሽ እስኺ እኸ ምስ መዓቢኽኒ እምበር ኣነ ኮም ምጽእ ክብል እንከሎ እየ ከምኡ ኢለኪ ኣቲ
ኣነሱ ጹሉል ዝብል ወጺኒ መእከቢ ጹሉላት ኮይኑ ግን ኢልኪ
ምስ ሓንቲ ካብቶም ጹሉላት ይዛረብ ምህላወ እዩ ዘሕዝነኒ ኣነ ከዕርፍ ተኾይነ በቃ ስራሕ ጥራይ ክቕይር ዘለኒ በቃ ንሱ ደኣ ድሓን ሓራ ይቀይር እዩ ግን ክትቀይሩ እንከለኽን ዓይካ ተማልእኒ እየ ክምሳኺ ግድን ክቐይር እየ ኣብዚ ብማንጎንን ኣዝማዳን ጾሎላታን ክናወፅ ኣይኮንኩን ሓራይ ሕጂ ግን ብሓር ናብዚ ክዕርፍ እየ መፅእ
ግን ክሓተክን ዶ ስምረት ሓፍተይ
ነገር ከይተምፅኢ ሕጂ ዝኾነ ኢልኪ ከይትዛረብኒ ኣት ናይ ብሓቂ እየ እኮ ሓደ ሰብ ስም ፅሉል ድዩ ዋላ ኣይኮነን ክትፈልጥ ስም ብኸመይ ትፈልጦ ከምቲ ናትኪ
ከይተሓትት እናተባህለ ዝሓትት ሰብ ተኮይኑ ፅሉል ኢኻ ትብሎ ኣቲ ስምረት ናይ ብሓቂ እየ
ንሕናስ ሰዓት ሸዓተ ዓሰርተ ገለ ምሸት ክንከውን ከሎስን ፈሪሕና ከይመሲልና ኢልና ቀልጢፍና ገዛና ንኣቱ ኣቲና ገዛና ከዓ ካንቸሎና፣ ፍኒስትራና፣ ማዕጾና ሽግጥግጥ ነብሎ። ተመሊስና ከኣ ዋርድያ ንቖጽር። እንታይ ማለትኪ ሕጂ?
ዋእ! ማለተይ ደኣ እዚ ጽሉል ድዩ ገለ ንብሎ ከኣ ሰዓት ሸሞንተ ሰዓት ሸዓተ ካብ ገዛ ወጺኡ ይሓድር። ዘይፈርሕ ከኣ ወላ ሓንቲ ዋላ ዘይከውን። ንሕና ደኣ ንጽለል ከይንህሉ፣ ንሕና ብዘየለ ነገር ንፈርሕ ከይንህሉ። ሓቀይ ምሽ? ናይ ብሓቂ ገለ ዝሓሰብካ ርእሲ ክወጽእ እዩ። ዋእ!
ስራሕ ስኢነ

ኣነ እዚ ስራሕ ኢለካ ድየ ወይስ መሳርሒ ካብዚ ዝቕንዕ። ኣታ ንግደ ፍርዛ ላዲ። የበጃኻ ንዓውፃ ኣታ ንዓውፃ ኣታ ግደፍ ድሓር ኣይትሕሸካ ናይ ግደፍ ትም በላ ታስኻ ነገራት ኣይተባላሹ ይታኹ እየ ነገራት ደበላሹ ስማዕ ዶጎ ናትካ ጉዳይ ኩሉ ሻዕ ብዕንፍሽፍሽ ድውዳእ ኣብንዳ ፖሊስ ኣብ እንዳ ሓርገፅ እንታይ ዲጋጢምካ ኣታ ግደፍ ናይ ሰላም ሓውና

ዋው እንታይ ዲኻ ትገብር ዘለኻ ንስኻ ኸኣ ስቕስ ክብል ድላይ ግበር እንታይ ይብልከተካ ዋላ ኩዕሾ ፃወት ውፅኣትና ጥራይ ኖኖሞ ትመልሱ ትሰምዖ እንዲኻ ደለኻ ነብሱ ነጊሮ መን እዩ ኸዚ ተካ ገዝኡ መፃወት ሰኽራማት ምዃኑ ተረዲኦም ኣትኳል ተካ ዶጊ ዶጊ ዶጊ ዶጊ ብጣዕሚ እየ ተሓጒሰ ዘለኹ ይዋ እዩ ትርእየ ኣለኻ ዲኻ ገዝኡ መፃወት ሰኽራማት ምዃኑ ከይተረድኦ እኳ እዩ ተሓጒሰ ኣለኹ ገለ እዚ ዓርከይ እንታይ ተረኺቡ ድዩ? ኣንታ እቲ ሓወይ እንድዩ ፎር ኣምጺኡ ፎር ኣምጺኡ ፎር። ኣታ ኣብዚ እንድዩ ናብ ምውፍላት ከይድና። ዜና ዲኻ ኣታ?
ኣታ እንታይ ኢኻ ትብል ዘለኻ? ኣነ ድኣ ሓወይ ፎር ኣምጺኡ ብጣዕሚ እንድየ ተሓጒሰ ዘለኹ ጽልል ኢለ ብሓጎስ። እንኳዕ ሓጎሰካ ተኽሊት ዓርከይ ከምዚ ናትካ ከየጋጥሞ ግን ምኾሪዕኻ ደሓር ከኣ ኣብዚ ከይኮን ምሳና ምውዓሉ።
በቃ እዚ ዓርከይ ደሓን ጽቡቕ ነገር እዩ መዓስ ኢኻ ትመጽእ?
ኣቱም ሰባት ሕጂ ይወጽእ ጽባሕ ኣይወጽእ ከይወዳኡ ክይወጽእ እዩ። መን እዩ ታዛረብ ዘሎ? ሓድሽ ሰራሕተኛ ቆጺራ ድያ ሳሮን?
ኣታ እቲ ሓዲ ሰራሕተኛ ዶ ሓዲ ጽግዕተኛ ምራታተካ ሽቓቐት እዩ ኮይኑ ምጻእ ቢና ኣብ ሽቓ እንታይ ኣብ ሽቓቐታ እንታይ ዝኾነ ደፋር እዩ መዓስ ኣትዩ ዋ ቅድሚ ንስኻ ሳዋ ምኻትካ እኳ ይኹን ተቐልሳኻ ኣይተጋንን ሰለስተ ሰዓት ገይሩ ኣለዎ ደይ

እንታይ ካብ በል ውፃ ግደብ
ኣቲ ጓል ሓወቦይ እዚ ፀጉርኽስ ዘይትቑነን እዩ

ከመይ ገረ ክኽእለኪ ማራደይ ንስኺ እኮ ካብ ቤተሰብና ኮንኪ እምበሪ ትከኣሊ ሰብ ኣይኮንኩን ሕሩመይ ኢለ። መጋነኒ ቬሪ ማች ዘረባ ዶ ብጅሕካ ሎማዓንቲ ሓቀይ
ይገርመኪ እዩ ሓቀይ እየ ንኸወዶም ምስኪናይ እዚ መነባብሮ ማዕረ ክንደይ ከቢድዎ ኣሎ ኣብኣ ከላ ትረኣየካ ቅጭል ትብለካ እንታይ ከፊእዎ ሰሪሐ እንዲ ዝኣቱ ዘለኹ ግዲ እዋ ንሱ ደኣ ንሱ እንድዩ እንታይ ማዓዱ ተመፋል ኣብዛ መርዓ እንዳ ስእላይ እንድየ ረኺበዮ ምስኪናይ ትተሓሕዝኡሲ ዋላ ዋላ ዋላ ዘይብራህኪ ርኣያ ከለኺ ካብ ሓንቲ ማንካስ ዘይሓልፍ ትላዕልኡስ ኣይግድን እዚ እሞ ባሕሪኡ ኮይኑ ወሪድኒ ምስ ናተይ ደኣ እሞ እንታይ ምትእሳር ኣለዎ ኣይመስለንን
ንስኹ እውን ተስፋ ቅሪፅኪዮ ኣለኹ መስለኒ ተዳሂሉ ኣሎ ደሓን ንሱሲ ግዳ ክትቅኒ ዲኻ
እህና እታ ከምቲ ንስኺ
ኣብ ዓዲ ከይድኪ ኣጭንት ታቢልክና ትመጻኺ ኣነ ከ ኣጭንት ከብለኪ እየ መጽየ ጸገም የለን ዝደለኻዮ ሕተት እንታይ ከደሊ እዋ እዞም ጸጉረይ መስተኻኽል ከብለ ደጊም ናህለ እዛ ነብሰይ ከዓ ጸሊአይ ኣለኹ ውጀህ ከብላ ኖ ፕሮብለም ማይ ፋሚሊ ኣካ ንዓኻ ዘይኮነ ኣይኹን ኣብዛ ጎረቤት ገዛና ቀምቃሙ ኣለዉ

እዚ ወልደዝጊ ይበሃል ወዲ ሓወቦይ። ወልደዝጊ ሓወይ ከመይ ውዒልካ?
ኣቲ ምን ኣዩ ሻዕ ኮይኑ ዝዛረብ እንታይ ክትመፅእ ድዩ? ሓቀናኪ ግን ይትረፍኪ በጃኪ ለኪ ማንጎ እዋይ ወልዳት ሓወይ ተኽሊት ኣብ ዘይብሉ መፂኻ ኮንካ እምበር ልክዕ ኮቤኻ ንሱ እዩ ነይሩ ንዓኻ ካርታ ከርወጥ
እንታዩ ክትብልዮ

ከምዚ ዓድኹም ገለጽ ከይትክሎ ትፈልጢ እዋይ ዓድና ዶ በልኪ ዓድና ደኣ ቀደም ቆልዓ እንከለኹ እየ ከይደ ነይረ ሕጂ ነዊሕ ነዊሕ ገይረ ኣለኹ ኣብ ዘይከይዱ
ካብ ዘይትኸዲ ገለ ሕጂስ ክንደይ ጌርክላ ማለት እዩ ዋይ ከባቢ ዓሰርተ ዓመት ገለ ደኣ ይገብር እዩ ዓሰርተ ዓመት ዓሰርተ ዓመት ሙሉስ ዓድኹም ኣይከድክን ዋ ሙዝራ ዓድና ይፈልጦ ነይ ዘይትብልኒ ክትከድለኪ ግድን ዓድኹም ዝግድን ከይትክስ ክትርእዮ ኣለኪ ዋ ሕጂ ን ኣንታ ክገብር ኢለ እየ ዝኸድኩ ትኸዲ
ስድራ ቤተሰብ ትላለይ ህይወት ገጠር ከመይ ከም ዝኾነ ትርእዮ ብፍላይ ናይ ገጠር ንፋስ ኣየሩን ማራ መፀለን መፀለን ካብ ስራሕካ ቁሩብ ትኣልፊ ኣይ ምስለቀ ምስለቀ እወ ግን ኣርባዕተ ኣስመራ ከም ገጠር ድዩ ዝሕሰብ ስምረት ሓፍተይ
ኣርባዕተ ኣስመራ ድኣ ኣድኹም

ካብ ርሑቕ እዩ እኮ መፂኡ። እሞ ተቐንየ ምስ ማንጎ ቅኒ ብራብዝሪ ምሳና ክቕኒ። ዋይ እታ ማንጎ እንታይ ልቢ ኣለዋ ድዩ ንእሽተይ ዝብላዕ እንተበይ ሂብዋ ብስ ተቐንዮ። ኣቲ ኪዲ ጥራይ እንታይ ልቢ ለኪ ስኽከ ኪዲ ቀልጥፊ ርኣዮም ኪዲ መዓት ይወደይ
ከመይ ኢኻ ክገብረልካ ከመይ ውላድ ሓወይ እዚ መስተኻኸሊ ፀጉሪ እዚ ክንደይ ኢኻ ትብሎ ዘለኻ? እወ ኣብዚኣ ዘለትካ መቐምቀሚ ደኣ ዋግኣ?
ወይ ወዲ ባህልቢ እሂ! ወዲ ላዕሊ ዓድኸ? ኣታ ብሃምዛ ናቕፋ ኸ ተላግጸለይ ዲኻ ዘለኻ ዋላ እንታይ? ትጻወት ዲኻ ዘለኻ? ኣታ ወልደዝጊ እንታይ ክላገጸልካ ዋግኡ እንኮ ሚሂ ሓምሳ ናቕፋ እዩ ዋግኡ።

ናብዚ ጎረቤት ወፂ ኣላ ኣብዚ ምስ ስምረት ፅንሒ ከይትወፂ ኢላትኒ ከይዳ ከምኡ ዶ ኢላትኪ ኣኽ ብመደብ ናባይ ወዚዖም እንተኾይኖም ዘይነግሩኒ እንተኾይኖም ጎቦ ጎቦ ብሉ ስምረት ከዓ ዘይስሙዕ ዘስምዓኪ ምሽ ኣነስ መን ንጎቦ ከይዶም ኢልኪ ናብዚ ጎረቤት ወጢኦም ኣለዉ ኤልኪ
ዓረይ እንዳ ክትገብራ ከይዳ ሕጂ
ኣይተወልደዝጊ እንዲ ደኣ ክንደይ ዕግርግር ገይሩ ኢሎምኺ ንሽቓቓትዩስ ምውፃእ ኣብዎ
ኣቲ መውፃእ ብዮ ክሕፀብ ኢሉ ምስ ኣተወ በቃ ብኡ ቢሉ ሎሚ ይወፅእ ፅባሕ ይወፅእ ኢልዎ መን ይኹም ኢልኪ ኣይቲ ዜና እንዲ መፂ ፀኒሑ ንማንጎ ከማን ንዕ ክትዛረብልና ኢሉ እዩ ወሲድዋ ምውፃእ እንተዝኣብዮ ምሽ ይህ ንምንታይ ኣብዚ እንተመፅኡ ደኣ ርኢኽዮ እንዲኺ ኣብኡ ሰጥለፍጥ ከብለና
ፊናቱ ደኣ
ተመስገን እቲ

ካብ ድሕሪ ሕጂ ወይ ምሳኺ ሒዝክያ ትኸዲ ወይ ኣነ ብዘይፈልጦ ቦታ ኣቐሚጥክያ ትኸዲ ርዲ
ማሕዳ ፊቱ ሞግዚት ሃብኒ ይበኪ ይበኪ ንዓይ ድዩ እዚ ኩሉ ንዓኹ እዞም ካብዚ ክሓመር ምኩራና ሶሪ ወደይ ስመጫ ትንሽ ኣይትሓዘለይ
ወዲ ኣዝጊና ዓቢ ሰብ ኢኻ ከምታ ዝበልካ ልጨጭ ኣፈን ሕጺረልካ ኣለኹ ወውሽ ስኻ ግበረለይ ደይለካዮ ኣይበልካንን ከመይ ከ ተኸይፍካ ክትከውን መቸም ተስፋ ገብር ኣታ መምለሲ እግሪ ዘይብለይ ሰዲድካንሲ ተሓጒስካ ክትከውን ከዓ ትብለኒ ሓምሳ ናኽባ እኳ ካ ተኽፍለኒ ዘለካ እንታይ ይበሃል እዚ ወዲ

ኣነ ወዲ ባህል ባእ ነዶ ሎሚ ከ ሓያለይ ዝብል ሰብ ኣሎ ዲታ ብሓይሊ እንተኮይኑ መን ኣባይ ይገብር ተውፅኦ ለውጦ ወ እዋ ፅቡቅ ወልደ ዝካ ሓወይ ተውፅኦ ትኾንካ ናይ እዛ መቐምቀሚ ኣየኽፍለካን እዩ ሕጂ ግርም ሕጂ ግርም መን ሽሙ ሓወይ ንኣብርሃም ገጹ ስማዓኒ
መርሓባ እዛ ዓርከይ ንዓባ ውፃእ በጃኻ ክወፅእ ኢለ ድየ ኣትየ ንዓሞ ንሓንሳብ ዳዓይኒ ምድሪ ክንጥቀመሉ መሊሽካ ዋላ ትምለስ ደሓን

ኣቲ ማንጎ ሓፍተይ ጠባይ ከ ነይርክ ድዩ ኩሉ ሰብ እኮ ከም ገሊኣ ገለ እዩ ዝብለኪ ጸባ እየ ዝብለኪ ዘለኹ ሕራይ ኣትርቅስ መጥሓን ሄሎ ወልዳት ሓወይ
ሃሎ